ዝሸውት ካበይ ነምጾ ከመይ ንገብሮ ዝፈልጦ ተኣምር የብሉይ ሸዊት ኣክቲቪስት ዲኻ ወይስ ተጋዳላይ ኢኻ ሓንቲ ኣመሪጽና ኣይነርና ኩሉ እንትን ይገብር ዝተሰርሐ ኦፕሬሽን ኩሉ የፈሽል ነይሩ ሸዊት ነጋዴ እዩ ክነግረክ ክወቅሶ ደለ ይኮነ ሓወ እዩ ዋይ ክእሰር የብሉይ ንምንታይ ናብዚ ክኣቲ ዝገበሮ ባዕልኹም ኢኹም ብትካላዊ ኢና ንኸድ ክእሰር የብሉይ ይሟገት ነይረ ኣሎ ወይ እቲ ጥፍኣቱ ንገሩኒ ኣበይ ኣሎ ይርአዩ ኣሎ ይምርመሩ ኣሎ ገለመለ ገለ ይበሃል ተፈቲሑ እንደገና እንደገና ተኣሲሩ ነይሩ ኣጋ ምምጽኡ ኣነ ፍሽኸት ነይረ ኣፍትሐዮ እየ ኣነ እውን ኣብኡ ወኣትየ ፖሊስ ጣያስ ኣፍትሐዮ እየ ቢካውዝ ሂዝ ትግራዋይ ኣብ ድልየት ሕምቀት ይሃሊ ክዕረይ ግን ኣለዎ ከምዚ ኢልካ ሃነምነምነምነምነም ኢልካ ዝኾን ነገር የለን ንግዜኡ ሐዚ ኣነ ብዛዕባ ሸዊት ክናገር ይደሊ ሸዊት እንታይ እዩ ኣበይ ነይሩ እንታይ ይገብር ነይሩ እንታይ ምናልባት ከም ኣብነት ኢና ተላዒሉ እምበር እቲ ናተይ ሕቶ ቀንዲ እዎ ኣቶ ክነግረካ እሞ ኣይኮነይ መንእሰይሲ ንኣብነት እዩ መሳትፍ ድዩ ኮይኑ ካብቶም ናይ መቐለ ዘለዉ ኮርን ካብ ኮርን ላዕልን ዝተፈለየ ናይ ዲሞክራሲ ጨና ኣለዎ ዶ ንዝብል ኢና ኣልዒልናዮ እምበር ሸዊት ብርግጽ ንሱ ናይ ባዕሉ ሓሳባት ኣለዎ ክማጎት እውን ይኽእል እዮ ዝመፅኡ ወረዲ ሽሙ እውን ስለ ዝተላዕለ ማለት እየ እቲ ናይ ሓራ መሬት ምንቅስቃስ ንመናእሰይ ዕድል ዝህብ ድዩ ምክንያቱ መንእሰይ ዕድል ኣይረኸቡን እቶም ናይ ቀደም ነባራት ተጋደልቲ ሕወሓት ዝዓብለልዎ ፖለቲካ እዩ ኣብ ትግራይ ዘሎ ኢልካ ተቋሚምካ ወፂኻ ኣብ ሓራ መሬት ኮንካ እንደገና ካሊእ ቨርዥን ኦፍ ኮር ካብ ኮር ንላዕሊ ተባሂሉ ምንቅስቃስ ዝብል ወቐሳ ይመፅእ ስለ ዘሎ ሸዊት እውን ካብኣቶም ሓደ ከም ተቃውሞ ኣልዒሉ እየ ኢለ እሞ እቲ ናይ ሓራ መሬት ምንቅስቃስ ዲሞክራሲያዊ ምንቅስቃስ ድዩ እቲ ሊደርሽፕ ዘለኹሞ ማለት እየ
እወማ ናብኡ እንዲ ድመፀልካ ኣለኹ ሸውት መዚዝካ ስለተዛረብካ እየ ከብል ኢለ እምበር ንሸውት እንትልክብሎ ደልዮ ይኾነ ፅባሕ እውን ክደግሞ ዘይግብኦ ሸውት ግን ፅባሕ ተደጊምዎ ፈንጂ ክትኩስ ይኣን ክነግረካ ፈንጂ የድርብዮሉ ኣብ ሂወቱ ሱቅ ዶ ክወልዖን ስለዚ ዘይኾን ክትዛረብ የብልኻይ ድማ ትሽዓንተ ሞት ዋላ ይምፅኡ ዘይኾን ግን ክትዛረብ የብልኻይ ብተለይ ትግራዋይ ኮይኑ ይሓፍር እየ ስለዚ ዲሞክራሲ ዲሞክራሲ ዘይነበሮም ቅድሚ ሕዚ ሕዚ ብሃበ ሰደን ዲሞክራሲ ከምፅኦም ኢልካ ከይትፅበ ዲሞክራሲ ከመይ ምዃኑ ትፈልጦ ኢኻ ኣብቲ ወጣት እውን ማለት እዩ ወጣት ወጣት እዩ ድብል ዝእረም ወጣት ኣይትረኽቢ ጭቡጦ ወጣት ለለይ ትረኽቢ ግን እንታይ ኢኻ ትብላ ኣነ እኮ ይብለካ ኣለኹ ቃልሲ መስሪተ ይብለካ ኣለኹ ቃልሲ መስሪተ እዚ ኩሉ ገይረሲ ይብለካ ኣለኹ ንዓይ እኮ የግልሉ እኮ እዮም ሕዚ ድዕረ ኢሎ እምበር ርክብ ህዝቢ ሰራዊትን ኢኻ ይብልኒ ምንም ነገር መሓውር ዘይብለይ ኦፊስ ዘይብለይ እቲ ንዓይ ከሳልጦ ዝግበእኒ ዘይብለይ ሃፍታም እዩ ይብሉኻ ብዛዕባ ሃፍተይ ተኣትዮም ሃፍታማት እንዲዮም ንፃድቃን ባጀት ይግበረሎም ግን ናይ ምግላል እዩ እዞም እውን ይብለካ ኣለኹ ብዘይካ ንሕናስ ዝብል ኣመለኻኽታ ኣለዎም እዩ። ኣብ ኩሎም ይለካ ኣሎ እገለ እገለ ይኾነ ወድን ጥሩ እገለ ይኾነ ኣብ ኩሎም ኣብ ዘውዲ በል ኣብ ኮለ በል ኣብ ገለ ኣሎ እዩ ንምንታይ ብሓደ ግዜ ኣነ ከምዚ ክኾኑ እዮም ኢለ እንድሕር ትስፈይ ኮይነ ዓሻ እየ ክቃለሶም ኢለ ኣለኒ ካብ ቃልሲ ከውፅኒ ኣይምኩሪ ካብ ቃልሲ ከውፅኦም ከዓ ንዝኾነ ትግራዊ ኣነ ካብ ቃልሲ ከውፅኦ ይደሊ ሸውት እውን ነግረዩ ካብ ቃልሲ ከይትወፅእ ኢለ ተቃለስ ዕላማ ኣለና ሓደ ድገበረና ሃም ዝድወል ሰባት ንሃም ዝድወል ጉጅለ ኣለዉ ዕላማ ትግራይ ሃምዝ ገይሮም ዝሓዝዋ እሱ እንተሒዝና ኮይና ካልእ ባህርያዊ እዩ ኢለዩ ህዝቢ ትግራይ ካብዚ እዚ ኣብ ርእሱ ለሎ ቁማል ተልዒልካሉ ዓብዪ ስልጣን ዓብዪ ሃፍቲ ኢለየ ክነግረካ ምሳኻ ልክዕ ኢኻ ስለ ዘይተማኸርና ስለ ዘይተራኸብና ኢልኒ ግድ የለይ ዝበዝሕ ግዜ ኢለሎ ኢለየ ኣይኮነ ግን ኣይኮነ ኣብ ሽኸትስ ነይሩ ይብለካ ኣለኹ ክኸደልየ ተይሉስ ኣነ ቆርፀሉ ነይረ ይብለካ ኣለኹ ይኸድ ንምንታይ ተሓቡ ይኣቲ ንምንታይ ተሓቡ ይወፅእ እንታይ ፈፂሙ እዩ እንታይ ስለተገበረ እዩ ኣሽዓ እዩ ከምዚ ኢሉ ሕቑኡ ተኸርቲሙ ተስፋ ቆሪፁ ኣነ ጻድቃን ክመርሐለይ ወይ ወዲ ምጡር ክመርሐለይ ወይ ገለ ክመርሐለይ ኢለ ተደኾነ ድመጻእኹሲ እዚ ወለዶ እዚ ትግራይ ከድሕና እዩ ከውሕሳ እዩ እዚ ወለዶ እዚ ብደይ ምሕረት ክቃለስ እዩ ኣብ ጎድኒ ኮይነ ኣነ እውን ምስኡ ኮይነ ክሕግዞ እየ ኢለ እየ መፅኤ ክነግረካ ግን ሰምለለ ዝተመስረተ ኣሕዋትና ደቅና ዝመስረትዎ ቃልሲ ኣሎ ኣንሕና እውን እምቢ ዝበልናሉ ውሽጢ ኮይንና ኢሎም ብምምፀም ዓብዪ ክብሪ ኣለኒ ክኽበሩ ይግብኦም ኣይ ሃመ ገይርካ ተርክሶም ተጋሩ እንዲኦም ዝሰምሱ ሶ ዲሞክራሲ ሙሉእ ክህሉ እዩ ኢልካ ከይትፅበይ ኣብ ልዕለይ ዝበፅሕ እኮ ይብለካ ኣለኹ ዋ ኣብ ልዕለይ ዝበጽሕ መዓት ጉድ ይብለካ ኣለኩ ተስፋይ ራያስ ብክንድዚ ሚልዮን ገዚእዎ እዩ ኢሉ ኣበይ ሊንክ ትረክቦ ኣይትረክቦ ሪከርድ ግበር የድሊ ሰብ ኣነ ሪከርድ ገብሪ ኣብ ሂወተይ ንሰብ ሪከርድ ገይረ ይፈልጢ ብዘይ ፍቃዱ በፍጽም ንምንታይ ሪከርድ ዝገብሮ ምሳኻ ኮይኑ ዝቃለስ ሪከርድ ዝገብር ተኮይኑ ገለ ደልዩ ኣሎ ማለት እዩ ሪከርድ ይገብሩ ኣነ ይናገር እየ ወይለካ ኩሉ ግን ኣውፀዮት ሪከርድ የብሎ ኩሉ ሪከርድ ኣውፀዮ ይብሉ ስለዚ እንታይ ክብለካ ደልየ ቅንዕና ለለዎ ሓቅነት ለለዎ እንተኮይኑ ንትግራይ ክጠቅም እዩ ዲሞክራሲ ተቃሊስካ ተምፆ ንቃለሶ ኣለና ኣመሎም ለኽኢልና ጅግንነቶም ለኽኢልና ኩሉ ነገሮም ክኢልና ንቃለሶም እምበር ዲያስፖራ እዩ ተስፋ ቆሪፁ ክኸድ ይትናድዱ ዝበሉ ነይሮም ኣይፈለጡን እዩ ወይ ህይወተይ ጠፊያ ወይ ህይወቶም ጠፊያ እዩ ናተይ ቃልሲ ብዝኾነ ይኹን ኣብ ውሽጠይ ፀላኢ ትሃሊ ቅድሚ ኩሉ ኣብ ትግራይ ፀላኢ ኣለኒ ናተይ ኢለ ኮ ይቃለስ ኣለኹ ዓደይ ከፅሪ መጀመርያ ድሕሩ እኮ ኣለውን እኮ እዮም ኣብ ታሪክ ዘይርሳዕ ግፍዕታት ዝሰርሑ እኮ ኣለዉ እዮም መጀመርያ ግን ውሽጥካ ኢካ ተፅርፍ ኣነ ከዓ ንምፅራይ ይቃለሶም ምጉጃል ምፅላም ሒዞም ዝመፁ ዝቕፅሉ ተኮይኖም ኣብዚ እውን ኣነ ክቃለሶም እየ ኣይቕበሎይ ኩሉ ትግራዋይ ጋሕ ይብል በሪ ነፃ ይኾን ትካላዊ ኮይኑ ብሓሳብ ብዓቅሚ ቃልሲ ክኾኑ ኣለዎ ናይ ተጋሩ ክኾኑ ኣለዎ ፖለቲከኛ ዋለ ናትናለ ኩሉ እዚ ናይ ሓደ ብሓደ ኮይኑ ንትግራይ ስለ ዝኾነ ኣብዚ እንታይ ክረኽበላ ክኾን ሃምዚ ደኾን ክኾን ናብዚ ደኾን ክኾን እናበለ ድውዕል ኣነ ሱቀ ይብሊ ከቃልዖ እየ ዓውዪ ይኹን ሰያብ ይኹን መላጥ ይኹን ሰበይቲ ትኹን ሰብኣይ ትኹን ልዕሊ ህዝቢ ትግራይ ኣይኾነ እዚ ሰብ እዚ ቃልሲ ከይዕንቅፍ ገለ ገለ ይብሉ እዮም ሰባት ዋይ ቃልሲ ናተይ ጥራሕ ኣይኮነ ቃልሲ ናይቲ ጥራሕ ኣይኮነ ናታ ጥራሕ ኣይኮነን እቲ በፂሑና ለሎ ትራማ ሕዚ እውን ዝቕፅል ዘሎ ሳይለንት ጀኖሳይድ ኣብ ትግራይ ሓላፍነት ማንም ዘይሃቦ ኣነ እየ ሓላፍነት ዘለኒ ናበለ ዝጉርዕ ዘሎ ጉጅለ ትግራይ ሓላፍነት ንዕኡ ዝሃቦ ስለ ዘይለ ንዕኡ ዝቃለስ ኩሉ ናተይ ዓርከይ እዩ፣ ሓወይ እዩ፣ ሓፍተይ እዩ፣ ኣደይ እዩ፣ ኣቦይ እዩ። እዞም ሰባት እዚኦም ከዓ ይቃለሱ ኣለዉ ኣቦታተይ እዮም፣ ሓዋተይ እዮም። በቃ ሕግዙ ኣለዉ እዮም። ሶ ኣብዚ ብዙሕ ነገር ኢለ ኣለኹ
I think መሊስካያ መስለኒ ተስፍሽ ተሓቶይ ዲሞክራሲ ተይልኻንስ እወ ይብለካ እዩ ክነግረካ ዲሞክራሲ እወ ከመይ ዲሞክራሲ ኣነ ሕዚ ንኣብነት ግንባር መራሒ ንቶም ኣሃዱታቱ ኣመያይጥዎም ተኮይኑ ተበድልዎም እውን እሱ እዩ ዲሞክራሲያዊ ተገይርዎም እውን እሱ እዩ ኣይኮነ ድዩ እቲ ግንባር መራሒ ወይ ርክብ ህዝብን ሰራዊትን ፖለቲካዊ ጉዳይ ናይ ሚድያ ኣካል ከይዱ እስካብ ዘይ ኣነ እስካብ ዘይሓተትኩ ዘየረጋገፅኩ ዲሞክራሲ ኣሎ ክብል ይኽእል እዩ ከረጋግጸልኒ ሕዚ ካብ መን እየ ክሰምዕ ካብ ግንባር መራሒ ግንባር መራሒ በዳልለ ፍትሑ ሃብለ ተጠያቕለ መላስለ እኮ እንተኮይኑ ኣይቕበሎ ክሮስ ቸክ ክኾን ኣለዎ ሃምዚ እቲ ግንባር መራሒ ሃምዚ ገይርና እንተኢሎም ክፍለ ጦር መራሒለ ሃምዚ ገይርና እንተኢሎም ኣነ ገበርኹይ ወይ እወ ኢሉ ነብሱ ክከላኸል ወይ ደሞ ዓርሰና እቕፌታ ክገብር እምበር ንዕኡ ክሓቶ ዝጽበይ መራሒ ተኾይኑ እዚ ዕሽነት ይብሎ ኣነ እዚ ኻሊእ እዩ ብኻሊእ እየ ዝወስዶ so ድሞክራሲያዊ ኣሎ ዶ የለይ ካፍቲ ኣብ ውሽጢ ለሎ ናትና ይሐሽ ናትና ይሐሽ ኣነ ለለ ሱቐ ይብል ይብለካ ኣለኹ ናትና ይሐሽ እምበር ሃመይ ደነ ድሞክራሲ ክህሊ ድሞክራሲ ወይሎ ኣብ ኩሉ ኣብ ኢትዮጵያ ይኹን ኣብ ትግራይ ይኹን ኣብ ቲዲኤፍ ይኹን ኣብ ቲፒኤፍ ኣብ መንደኾን ኣብ መ ድሞክራሲ ከብድ እዩ ክተምፆ ስሙ ግን ቀልል እዩ ኣባኻ ዝበፅሕ ዘይትደልዮ ኣብ በሪሁልላይ ከብፅሖ ይደሊ እቲ ሓደ እውን ከምኡ ተኮይኑ ዲሞክራሲ እዩ ሰብ ሰብነቱ ተኽቢረዮ ዲሞክራሲ እዩ ኣነ ክረኽቦ ዝደሊ ክረክብ እንተ ፈቒደሉ ዲሞክራሲ እዩ። በዲልኒ ኣነ እንደገና ክብድሎ ተኾይነ ዲሞክራሲ ይኾነ። ግርም ምናልባት እኹል መልሲ ኢኻ ይብካኒ ዘለኻ ካብቲ ናይ መቐለ ዘሎ ናይ ሰራዊት ዲሞክራሲ ካብኡ ዝሓሸ ዲሞክራሲ ኣለና ኢለ እየ ዝኣምን ግን ሙሉእ ዲሞክራሲ ኣይኮነን ኢልካ ናይ ባዕልኻ እውን ዘጋጠመካ ተጓንፎታት ርዒልካ ኢኻ ተብርሀለይ ዘለኻ እኹል ኢለ እየ ዝኣምን ምናልባት ኣብ ናይ ሸዊት ቢተው ቢቶ በላይ ዓንቶይ ዘልዓልካዮ ጉዳይ ኣሎ ድሕሪ ደጊም ዝኾነ ነገር እንተተዛሪቡ ፈንጂ እየኽእትየሉ ኢልካ ነርካ ንሕና ከም ሊላይ ቲቪ ከም በሪሁ ሊላይ ሰባት ሓሳባቶም ክኽበር ኢልና ኢና ንኣምን በብዝተፈላለየ ዝተፈላለየ ሓሳብ ዝተፈላለየ
እዚ ድፍንጀር ፈንጂ እንታይ እዩ ዝበሃል ከይመስለካ ዝፈልጦ እየ ድብለካ ኣለኹ ሓደገኛ ዝኾነ
ገርም ኣተረዲእካ ምናልባት ፈንጂ ኣብ ድሌቱ ክህሉ ስለ ፅሩይ ዝበልካ ኮይኑ ሰብ እቲ ናይ ኖርማል
እዎ ፅሩይ መሲሉ ፅሩይ መሲሉ ክፍንጭል ከይሙክር ምክንያቱ ብማስረጃ ገይረ ከውፀሉ እየ ንምንታይ ክጉዳእ ኣይደለይ እንተ ደይለ ክጎድእ ደልዩ ሓደ ነገር ደ ክነግረካ በሪው ኣብቲ ኣነ ዘለኹሉ ቃልሲ ሓደ ዝኣምነሉ ዝፈልጦ ከባቢ ዝበሃል የለን ከባቢ ዝፈልጥዎ ባይዘወይ ሰባት እዮም ሕቶክቶክ ዝብሉ ክሉ ይኽእሉ እዮም ካብትለ ካብትለ ሕቶክቶክ ክል ይኽእል ግን ከምኡ የለን ምክንያቱ ተጋሩ ኣለዉ ኢሉ እዩ መፅኡ ኩሉ ትግራዋይ ኣብኡ እምበር ኦሮሞ ኣለዉ ምሓር ኣለዉ ገለ ኢሉ ኣይኮነ መፅኡ ክነግረካ የለን እዚ ኣሚኑ ሕዝስ ከባቢ ከም ዘሎ ጠቂሱ ኣይሲዱ ምሳኹም ይኾን ኢሉ ወፅኡ ዝኸደ ካልኣት ሰባት ከዓ ከም መፎኻኸሪ ክገብርዎ ሞኪሮም ነይሮም ሰለስተ ሰባት በላሽምኖም እምበር ማጋለ እኮ እቲ ኢለ ማጋለ እትዮ እዩ ነይረ ማጋለ ከዓ ናይ ሓየሎም መውዐሊ እዩ ኮርዐሉ እዩ ሓየሎም ከዓ ኣብ ናይ ሓየሎም መውዐሊ ምውዓል ማለት ክብሪ እዩ ክቡር ስብኣይ እዩ ጅግና እዩ እቶም ህዝቢ እውን ከምኡ ሓየሎም ሓየሎም ዝገበሩ ናይ ሓየሎም ምስጥረት ዝሓለዩ ጀጋኑ ህዝቢ እዮም ኣብ ለለዉ ኣብ መጋል ስለዚ እዚ ሰብዚ ታዲሙ ኮይዱ ዋ ካብኡ ካልእ ሃተውተው ጀሚሩ ኖ እዛ ቃልሲ ናይ ተጋሩ እያ ካልእ ሰብ ሃተውተው ይትበል ካልእ ሰብ ኣይትስሓበልና ካልእ ኣካል ኣይትስሓበልና ኣይንደሊ ኢለዩ ግርም ምናልባት ሸዊት ንሱ ንባዕሉ እውን ኣብ ዘለዎ ንልዕሎም ጉዳያት ክህልውና ስለ ዝኽእሉ እታ ናይ ፈንጂ ትምልከት ነገር ከም ሊላይ ቲቪ ንሕና ራዕዲ ኢልና ስለ ንኣምን ትኽክል ኣይኮነን ኢልና ኢና ንኣምን ስለዚ ኣጋጣሚ ግን መሊስካዮ ኣለካ ኣነ ዝብል ዘለኹ ብዛዕባኡ ዝፈልጦ ነገራት ስለ ዘለኒ ክድርጉሐሉ እየ ኢኻ ትብል ዘለካ ይመስለኒ ብከምኡ ክትርድእዎ ተመልከትና እውን ብርግፅ ሕጂ እውን ንሕና እንታይ ኢልና ኢና ንኣምን ከም ሚድያ ዝተፈላለየ ሓሳባት ትፀውር ትግራይ ክትዓቢ ኣለዋ ኢልና ኢና ንኣምን። ስለዚ ሕጂ እውን ከም መሸማቐቒ ገይረ እየ ወሲደዮ። እዚኣ እንተይልካ ሓሳብካ እንተገሊፅካ ኣብ ልዕሌና ዝነበረካ ሓሳባት ትብል እንድሕር ኮይንካ ብዛዕባኻ ዝሓዝናዮ ሚስጥራት ኣሎ ንሱ ድማ ክንምፀልካ ኢልካ ምሽምቓቕ ከይኸውን ስክፋት ኣለኒ። ኖ ኖ ከምኡ ይኮነን ኣነ እኮ ይብለካ ኣለኹ ሸዊት ኣለኹ ዝተጸበኽዎ ሸዊት ኣይኮነን ሸዊት ዓቕሚ ስለ ዝሰኣነ እዩ ከይዱ ይብለካ ኣለኹ
ብዙሕ ናይ ባዕልኻ ብዛዕባ ሸዊት ዝገለፅ ንሱ ግን ዲፈንድ ክገብር ስለ ዘይኽእል ካብዚ ንላዕሊ ብዛዕባ ሸዊት ተዋጊዕና ሓመይቲ እውን ከይኾነና ፍቃደኛ እንድሕር ኮይኑ ኣብ ሚድያ ኮይንካ ሓሜት ዘሎ እዩ ፅናሕ ዳ ኣብ ሚድያ ኮይንካ ሓሜት የለ ኣብ ሚድያ እንታይ ኣሎ መስለካ ተስፍሽ ሓወይ ዝኾነ ሰብ ምስ ሰብ ዘይልወሉ ኣብ ዘይተረኸበሉ ክከላኸል ንነብሱ ኣብ ዘይኽእለሉ ደረጃ ኣብዚ ኦንላይን ላይቭ ቀሪብና እንድሕር ደኣ ተዛሪብና ንዕኡ ወይ ነቲ ተመልካቲ ሚዛናዊ ዝኾነ ሓሳብ ሓበሬታ ሒዙ ከይኸይድ ምግባር ስለ ዝኾነ እቶም ብዛዕባ ሸዊት ዝለዓሉ ዘለዉ ካባኻ ንሱ ኣብ ዘለሉ ክንዘራረበሎም ንኽእል ኢና ፍቃደኛ እንድሕር ኮይኑ ንግዜኡ ግን ብዛዕባ ሸዊት ኣብዚ እኸለና እሞ ብዛዕባ ዓንተወይ ዝገለጽካዮ ነገር ኣሎ እኳ ደኣስ ሸዊት ቢተው ን ጀነራል ጻድቃን ካባይ ንላዕሊ ይሕንቅቕ ነይሩ እዩ ኢልካ ዘቐመጥካዮ ነገር ኣሎ ጌታቸው ረዳ ውን ሽሙ ጠቒስካዮ ኣለኻ ጌታቸው ረዳን ጀነራል ጻድቃን ገብረትንሳይን ኣብ ሓራ መሬት ዘለዎም ስልጣን እንታይ እዩ